እንታይ ደኣ እቲ ነንዕለቱ ናብኡ ምምጻእኻ እዩ። ክደግሞ'የ፣ ንኣምላኽ ዘገድሶን ዘጨንቖን ናይ ዕለት እንጌራኻ ኣይኮነን። ንኣምላኽ ዘገድሶን ዘጨንቖን ነንዕለት መዓልታዊ ናብኡ ምምጻእካ እዩ፣ እቲ ቶታል ዲፐንደንስ ንብሎ። ጸሎት ማለት ቶታል ዲፐንደንስ እዩ። ጸሎት ማለት ሙሉእ ብሙሉእ ኣብ እግዚኣብሔር ምሙርካስ ማለት እዩ። ጸሎት ማለት ካብ ንግሆ ስጋዕ ምሸት ኣብ እግዚኣብሔር ምሙርካስ ማለት እዩ። ከምቲ ዓሳ ካብ ማይ ወጺ ክነብር ዘይከል ከምቲ ብዘይ ኦክስጅን ክንነብር ዘይንኸል ከምቲ ብዘይ ደም ክንነብር ዘይንኸል ልክዕ ከምኡ ኣብ እግዚኣብሔር ቶታሊ ዲፐንድ ምእንቲ ክንከውን እዩ መዓልታዊ ኢሉና ስለዚ እግዚኣብሔር ናይ ዓመት ኣይበካን እዩ ናይ ወርሒ ይበካን እዩ መዓልታዊ እዩ ዝበካ ስለዚ ማና ክወርድ ከሎሲ ንፅባሕ ከይተቐምጡ ኢልዎ እቲ ዕላማ ንሱ እዩ ማና ክወርድ ከሎ ብሉይ ኪዳን ንጽባሕ ከይተቀምጡ ኢልዎም እንተቀሚጥኩም ኩምሽምሽ እዩ እቲ ፕሪንሲፕል ዘሰይም እዩ ፕሪንሲፕል እዩ ኣብ ሓድሽ ኪዳን እውን ዝምህረና ዘሎ ናይ ዕለት እንጌራና ሎሚ ሃበና። ሻሎም ሻሎም ህዝቢ ኣምላኽ ከመይ ኣለኹም ከመይ ቀኒኹም ክብሪ ንእግዚኣብሔር ይኹን ሎሚ እውን ብሓድሽ ኣርእስቲ መፅኤኩም ኣለኹ ብዛዕባ ፀሎት ኢና ሎሚ ክንርኢ ሸውዓተ መዐቀኒታት ናይ ፀሎት ወይ ሸውዓተ መምዘኒታት ናይ ፀሎት ዝብል ከመይ ኢልና ክንፅሊ ከም ዝግበአና ፀሎት እንታይ ማለት እዩ ካብቲ ኣዝዩ ውሕድ ሰብ ዝርከበሉ ቦታ ናይ ጸሎት ስፍራ እዩ ቤተ ክርስትያን ኣብ ኮንፈረንስ ብዙሓት ንእከብ ኢና በዓል ክኸውን ከሎ ሰንበት ድዩ ኣምልኾ ክኸውን ከሎ ብዙሕ ህዝቢ ኣምላኽ ይእከብ እዩ ኣብ ጸሎት ክበሃል ከሎ ግን ኣዝዩ ውሕድ ሰብ እዩ ኣዝዩ ውሕድ ሰብ ሓደ ፐርሰንት ወይ ክልተ ፐርሰንት ናይታ ቤተ ክርስትያን እውን ኣይከውንዩ ኣብ ጸሎት ዝርከብ ርኡይ ድኻም ኣለና ኣብ ጸሎት። ሓደ ካብቲ ምስጢሩ ትርጉሙ ስለ ዘይርደኣና እዩ። ሓደ ካብቲ ምስጢሩ እዘን ሸውዓተ መምዘኒታት ወይ መዐቀኒታት ናይ ጸሎት ስለ ዘይርደኣና እየን። ኣብ ምዕራፍ ሽዱሽተ ማቴዎስ ቀሊል ብዝመስል መገዲ ጎይታ መሃረና ጸሎት ምስ በልዎ ኣብአን ዝደቐመጠት ሽዱሽተ ሸውዓተ ነጥብታት ኣሎ ኣዝየን ኣገደስቲ። ሃይማኖተኛ እንድሕር ኮይንካ ኣቦና ኣብ ሰማይ ትነብር እንዳበልካ ኢኻ ትደጋግመን ጎይታ ግን ንዓ ክንጽሊ ኣይኮነን ሂብና ወይ ድማ ነታ ጸሎት ክንደጋግማ ኣይኮነን ሂብና እንታይ ድኣ ከም ሞዴል ናይ ጸሎት ከም መዕቀኒ ናይ ጸሎት ከም መምዘኒ ናይ ጸሎት ጸሎት ምእንቲ ክርደእና ንመምሃሪ ናይ ጸሎት ሂል እዩ ጸሎት ቃላት ኣይኮነን ከምቲ እሱ ጽሒፍዎ ዘሎ ወይ ከምቲ ሂብና ዘሎኡ ማቴዎስ ምዕራፍ ሽዱሽተ ጸሎት ዝምድና እዩ ጸሎት ሕብረት እዩ ጸሎት ኮኔክሽን እዩ ጸሎት መንፈሳዊ ነገር እዩ እዚኤን ግን ጋይድ ክገብራና ዝኽእላ ፕሪንሲፕልስ ይህብና መምርሒታት ይህብና ስለዚ ንሰን ሎማዓንቲ ብመንፈስ ቅዱስ ተመርሒና ክንትንትነን ኢና ክንመሃር ኢና ሓቢርና ክብሪ ንእግዚኣብሔር ይኹን ከምዘይትፈልጥዋ ኮይንኩም ኣብ መንፈስ ቅዱስ ተወኪልኩም ክትሰምዑን ኢኹም ማለት እዩ ማቴዎስ ምዕራፍ ሽዱሽተ ጥቕሲ ሸሞንተ ክጅምር እየ ማቴዎስ ምዕራፍ ሽዱሽተ ጥቕሲ ሸሞንተ፣ እምበኣርከ ኣቦኹም ከይለመንኩምዎ ዘድልየኩም ይፈልጥ እዩ እሞ፣ ኣይትምሰልዎም ኢሉ እዩ ጀሚሩ። ኣይትምሰልዎም ዝብል ዘሎ ነቶም ሃይማኖተኛታት፣ ንፈሪሳውያን እዩ። ነቶም ቃላት ዝደጋግሙ፣ ጸሎት ከይተረድኦም ወይ ካብ ልቦም ዘይኮነ ካብ ኣፍ ዝመስሎም ጸሎት፣ ዘረባ ዘብዝሑ፣ ዘረባ ዝደጋግሙ ማለት እዩ። ናይ ጸሎት ውጽኢት ኣብ ህይወቶም ዘይርእዩ ማለት እዩ። ጸሎት ዘየድምዓሎም ሃይማኖተኛታት ኣይትምሰልዎም እዩ። ሓደ ሓደ ግዜ ከምኡ ኢና ንገብር ቃላት ነብዝሕ ካብ ልቢ ዘይኮነ ጸሎት ከይተረደእና ንጽሊ ውጽኢት ምስ ሰኣና ከኣ ተስፋ ንቆርጽ ስለዚ ኢና ኣዚና ውሑዳት ኣብ ስፍራ ጸሎት እንርከብ ስለዚ ኣቦኹም ከይለመንክሞ ዘድልየኩም ይፈልጥ እዩሞ በዚኣ ኢና ክንጅምር ሎምዓንቲ እዚኣ ዓባይ ምስጢር እያ። እግዚኣብሔር ኣምላኸይ ከይለመንክዎ ከለኹ ዘድልየኒ ይፈልጥ እዩ ምባል። ክብሪ ንእግዚኣብሔር ይኹን። ኣፈይ ከይከፈትኩ ከለኹ፣ ከይጸለኹ ከለኹ፣ ከይለመንኩ ከለኹ እግዚኣብሔር ዘድልየኒ ይፈልጥ እዩ። ዘድልየና ይፈልጥ ጥራይ ዘይኮነስ ንሕና ዘድልየና ከም ዝኾነ ዘይፈለጥናዮ ኣርእስት ጸሎት ከይተረፈ ኢብ ህይወትና እግዚኣብሔር ዝፈልጥ ኣብ ልብና ዘሎ ድተሰወረና ሓደ ሓደ ግዜ ገለ ኣርእስቲ ክንጽልልና ንኸይድ እሞ ካልእ ኣርእስቲ እግዚኣብሔር የዘክረና ሓደ ሓደ ግዜ ነገር ገልቲ ጸልዩለይ ክንብሎም ከለና ገለ ኣርእስቲ ሒዝና ንመጽእ እሞ በቶም ኣገልገልቲ ገይሩ እግዚኣብሔር ክዛረበና ከሎ ግን ንሕና ዘይረኣናዮ ዘይተንከፍናዮ ኣገዳሲ ዘይመሰለና ንኣምላኽ ግን ኣገዳሲ ከም ዝኾነ ዝተረድኦ ናይ ውሻጠና ናይ ቤትና ናይ ደቅና ናይ ህይወትና ናይ ኣገልግሎትና ናይ መጻኢና እግዚኣብሔር ከመልክተናን ክዛረበናን ከሎ ንርኢ ስለዚ ካብቲ ሓደ ዓቢ ኣብ ጸሎት ክንርድኦ ዘለና ነገር እግዚኣብሔር ከይለመና ከለና ልመናና ይፈልጦይ ጸሎትና ይፈልጦይ ድልየትና ይፈልጦይ ተሓበ ነገር ይፈልጥ እግዚኣብሔር ኮሚን ዝብላ ሓቀይ ኩሉ ዝፈልጥ ኩሉ ዝኽእል ኣብ ኩሉ ዝነብር እግዚኣብሔር ኢና ንብሎ ኩሉ ዝፈልጥ ኩሉ ዝኽእል ኣብ ኩሉ ዝነብር እግዚኣብሔር ኢና ንብሎ ኦምኒሸንት ኩሉ ዝፈልጥ ኣምላኽ ዝሓለፈ ታሪኽና ዝፈልጥ፣ ዘሎ ኩነታትና ዝፈልጥ፣ መጻኢና ዝፈልጥ፣ ኣብ ልብና ዘሎ ዝፈልጥ፣ ጸሎትና ዝፈልጥ፣ ልማኖና ዝፈልጥ፣ ድሌትና ዝፈልጥ፣ ዘድልየና ዝፈልጥ ኣምላኽ ከም ዝኾነ ምርዳእ እዚ ዓቢ ነገር እዩ። ክብሪ ንኣምላ ይኹን። ስለዚ እታ መጀመርያ ክንርዳኣ ዝደሊ እዚኣ እያ። እግዚኣብሔር ይፈልጥ እዩ ምባል። እግዚኣብሔር ጸሎተይ ይፈልጥ እዩ። እግዚኣብሔር ድሌተይ ይፈልጥ እዩ። እግዚኣብሔር ኣብ ልበይ ዘሎ ይፈልጥ እዩ እግዚኣብሔር ኩነታተይ ይፈልጥ እዩ እግዚኣብሔር ከይጸሎ ከለኹ ይፈልጥ እዩ እግዚኣብሔር ከይለመንኩ ከለኹ ይፈልጥ እዩ እግዚኣብሔር ዘጨንቐን ዘሎ ይፈልጥ እዩ እግዚኣብሔር ሲኢነየ ኢለ ዘጉሄን ዘሎ ነገር ይፈልጥ እዩ እሱ ኣምላኽ እዩ እዚኣ ተበሪሃትና ሎም ዓባይ ነገር እያ እሱ ንግሆና ይፈልጥ ቀትርና ይፈልጥ ምሸትና ይፈልጥ ድቃስና ይፈልጥ መዓልታትና ኩለን ይፈልጠን ሰዓታትና ኩለን ይፈልጠን ደቃይቕና ይፈልጠን ዘመንና ኩሉ ይፈልጦ ታሪኽና ኩሉ ይፈልጦ እግዚኣብሔር ክብሪ ንኣምላ ይኹን ስለዚ እታ መጀመርያ ነጥቢ ንሪኣ እዚኣ እያ ናብታ ዝቕፅል ቅድሚ ምስዓብና ሓንቲ ዳይ ክንፅልይ ንሓቢርና ናይ እግዚኣብሔር ህላውነት ኣብ ማእኸልና ኣሎ፣ መንፈስ ቅዱስ ኣብ ማእኸልና ኣሎ፣ መሊሹ ድማ ብምልኣት ኣብ ማእኸልና ክመላለስ ክምህረና እንዳተ ቃሉ እንዳተዘረበ ከሎ ፈውሲ ምንጋፍ ሓይሊ ክኸውን ኣብ ማእኸልና ክንጽሊ ኢና። ክብሪ ንኣምላ ይኹን። ሃሌሉያ ብሩኽ መንፈስ ቅዱስ ነመስግነካ ኣሎና። ገና ኣፍና ከይተኸፍተ ከሎ ገና ከይለመና ገና ከይጸለና ከለና እግዚኣብሔር ድሌትና ስለ ትፈልጥ ተመስገን ኩሉ ትኽእል ኩሉ ትፈልጥ ኣብ ኩሉ ትነብር ኣምላኽ ስለ ዝኾንካ ጎይታ ነመስግነካ ኣሎና ብሩኽ መንፈስ ቅዱስ ሕጂ ከኣ ብምልኣት ኣብ ማእኸልና ተመላለስ ቃልካ እንዳተዘርበ ከሎ ፈውሲ ይኹን ቃልካ እንዳተዘርበ ከሎ ምንጋፍ ይኹን ቃልካ እንዳተዘርበ ከሎ ሓይል ይኹን ኣብ ማእኸልና። ነእምሮና ተቆጻጸሮ፣ ልብና ተቆጻጸሮ፣ ከናፍርና ተቆጻጸሮ፣ ካባኻ ብኣኻ ንዓኻ ክኾነልና ንጽሊ ኣለና ብሩኽ መንፈስ ቅዱስ በሽም የሱስ ኣሜን። ክብሪ ንኣምላ ይኹን ስለዚ መጀመርያ ከምኡ ኢልና እግዚኣብሄር ዘድልየና ኩሉ ይፈልጥ እዩ ብዝርዝር ሽሕ ነገር ዘድልየና ይፈልጦ እዩ ሓሙሽተ ሚእቲ ነገር ዘድልየና ይፈልጦ እዩ ዓሰርተ ነገር ዘድልየና ይፈልጦ እዩ ኣየናይ ቅድም ዘድልየና ይፈልጦ እዩ ኣየናይ ዳሕራይ ዘድልየና ይፈልጦ እዩ ኣየናይ መወዳእታ ዘድልየና እግዚኣብሔር ይፈልጥ እዩ ደሓር ኣይትምሰልዎም ምስ በለ ንስኻትኩም ሲ ከምዚ ኢልኩም ደኣ ጸሊ ኢሉ ጥቕሲ ሸዓተ ኣብ ማቴዎስ ምዕራፍ ሽዱሽተ ጥቕሲ ሸዓተ ንስኻትኩም ሲ ከምዚ ኢልኩም ደኣ ጸልዩ ክብሪ ንኣምላ ይኹን እታ ናይ መጀመርያ ዝበላ ኣብ ሰማይ ትነብር ኣቦና ስምካ ይቀደስ ስለዚ እንታይ እዩ ዝብል ዘሎ ኣብ ሰማይ እትነብር ኣቦና ብኻሊእ ኣባህላ እግዚኣብሔር ኣቦኻ ምዃኑ ተረዲእካ ጸሊ ዝብል ዘሎ ኣቐዲምና እግዚኣብሔር ዘድልየና ይፈልጥ እዩ ካብ በልና ንምንታይ ደኣ ጸሊ ዝብለና ድሕር ዘድልየና ዝፈልጥ ኮይኑስ ንምንታይ ደኣ እግዚኣብሔር ጸሊ ዝብለና ንምንታይ ደኣ ጸሎት ኣገዳሲ እዩ ንብል እንድሕር ደኣ ኢልና ሓደ ካብቲ ምክንያት ኣብ ሰማይ እትነብር ኣቦና እቲ ኣብ ኣቦነት እግዚኣብሔርን ውልድነት ናትናን ምእንቲ ክድልድል እቲ ዝዓበየ ሚስጥር ናይ ጸሎት ሕብረት እዩ ንዓና ዘገድሰና እቲ እግዚኣብሔር ዝበና ነገር እዩ ንዓና ዘገድሰና እቲ ዘጨንቐና ነገር ንዓና ዘገድሰና መልሲ ናይ ኣርስ ጸሎትና እዩ ንዓና ዘገድሰና ይዕበ ይንኣስ ትንደልዮ ዘሎ ነገር እዩ ንኣምላኽ ዘገድሶ ግን ሕብረት እዩ ንኣምላኽ ዘገድሶ ግን ኣቦነት እዩ። ንኣምላኽ ዘገድሶ ግን ውልድነት እዩ። ንኣምላኽ ዘገድሶ ግን እቲ ኣብ መንጎይን ኣብ መንጉን ዘሎ ኣብ መንጎኻን ኣብ መንጉኡን ዘሎ ሕብረትን ዝምድናን ሓድነትን ምፍላጥን ፍቕርን እዩ። ክብር ንእግዚኣብሔር ይኹን። ስለዚ ማቴዎስ ምዕራፍ 6 ሰላሳን ሰለስተን ቅድም መንግስቲ ኣምላኽን ጽድቁን ድለዩ ዝተረፈ ኩሉ ክውሰኸልኩም ኢሉ ቅድም ንዓይ ድለዩ ቅድም መንግስተይ ድለዩ ቅድም ጽድቀይ ድለዩ ቅድም ፍቕረይ ድለዩ ቅድም ኣቦነተይ ድለዩ ቅድም ዝምድና ምሳይ ድለዩ ቅድም ሕብረት ምሳይ ድለዩ ተረፈ ኩሉ ሽዑ ክስዕበኩም እዩ ዘድልየኩም ኩሉ ክስዕበኩም እዩ ብዝርዝር ብመስርዕ ቀዳማይ እንታይ እደድልየካ ድሓር እንታይ እደድልየካ መወዳእታ እንታይ ካብ ግዜ ናብ ግዜ ክስዕበካ እዩ ሕጂ ግን ረስዓዮ እቲ ዘድልየካ ረስዓዮ እቲ ዘጨንቐካ ዘሎ ረስዓዮ ኣር ጸሎት ሒዝካዮ ዘለኻ ኢልካ ሒዝካዮ ዘለኻ ረስዓዮ ሕብረትካ ምሳይ ኣደልድል ኣቦነተይ ይረዳእኻ ካብትን ስለ ርእስኻ ትደልዮ ንላዕሊ ኣነ ስለ ርእሲኻ ይደልየ ካብቲ ንዓኻ ትሓልየላ ንላዕሊ ኣነ ይሓልየልካ እየ። ካብቲ ርእስኻ ዘፍቀርካላ ንላዕሊ ኣነ የፍቅረካ እየ። ሮሜ ሻምናይ ምዕራፍ ከምኡ እዩ ዝብል ሓቀይ እቲ ንወዱ እኳ ዝሃበና ከመይ ምስኡ ኩሉ ዘይህበና ይብለና። ሓደ ምልክት ናይ መስቀል ሓደ ምልክት ወይ ምስክርነት ናይ ሞቱን ትንሳኤውን ኣብ ክንዳና ምሟቱ ኣብ ክንዳና ምስቃይ እንታይ ዘርእየና ምስኡ ምስ ሞቱ እግዚኣብሔር ዘድልየና ኩሉ ከም ዝህበና እቲ ንሓደ ወዱ እኳ ዘይነሓፎ እምበር በጃ ዝሃበና ከመይ ምስ ኩሉ ዘይህበና ይብል እንታይ ዝብል ዘሎ ንወደይ ካብ ሃብኩኻስ ኩሉ ከም ዝህበካ እመን ወደይ ኣብ ክንዳኻ ካብ ሞተሲ እቲ ዘድልየካ ኩሉ ንዓይ ቀሊል ምዃኑ ፍለጥ ክብሪ ንእግዚኣብሔር ይኹን ስለዚ ኣብ ሰማይ ትነብር ኣቦና ማለት ኣብ ሰማይ ትነብር ኣቦና ኢልኩም ጸልዩ ደጋግሞ ኣይኮነን ዝብል ዘሎ እንታይ ደኣ ኣቦነቱ ተረዲእካ ጸሊ ጸሎትካ ናይ ፍቕሪ ይኹን ጸሎትካ ናይ ኣቦን ውሉድን ጸሎት ይኹን ንእግዚኣብሔር ከም ኣቦ ረኣዮ ንእግዚኣብሔር ከም ኣቦ ፍለጦ ብናይ ዝኽትምና መንፈስ ኣይትጸሊ ብናይ ዝኽትምና መንፈስ ኣይተስቆርቁር፣ ብናይ ዝኽትና ዝኽትምና መንፈስ ኣይት ኣይት ኣይትንባዕ፣ ብናይ ዝኽትምና መንፈስ ኣይትጉሀ፣ ኣይትፍራሕ። ጸሎትካ ካብ ፍርሒ ኣይኹን፣ ጸሎትካ ካብ ብኽያት ኣይኹን፣ ጸሎትካ ካብ ዝኽትምና ኣይኹን፣ ጸሎትካ ካብ ጉስቁልና ኣይኹን፣ ጸሎትካ ካብ ምስቁርቋር ኣይኹን። ንእግዚኣብሔር ከተደንግጾ ኣይትፈትን። እግዚኣብሔር ጸሎትካ ከም ዘይፈልጥ ኮንካ ኣይትዛረብ ኣምላኽ ርሑቕ ከም ዘኸ ከም ዘሎ ኮንካ ኣይትጸሊ ጸሎትካ ኣቦን ውሉድን ከም ዝዛረቡ ይኹን ንእግዚኣብሔር ዳዲ በሎ ንእግዚኣብሔር ኣቦ በሎ ኣባ ኣቦ ክብል ከሎ ሮሜ ምዕራፍ 8 14 15 ተንቢብናዮ ኣባ ኣቦ ኢልኩም ትጽውዕሉ መንፈስ ውልድነት እዩ ዝሃበኩም ይብል እንታይ ማለት እዩ ሓደ ህፃን ቆልዓ ፍቕሪ ናይ ኣቦኡ ተረዲእዎ ንክሓትት ዘይፈርሕ ማለት እዩ ሕተቱ ኣስኪ ዝብል ኣብቲ ናይ እንግሊሽ ማቴዎስ ምዕራፍ ሸውዓተ ሸውዓተ ተሪእና ኣብቲ ትግርኛ ለምኑ ኢልዎ ኣሎ ኣብቲ ናይ እንግሊሽ ኣስኪ ዝብል ሕተቱ ውሉድ ይሓትት እዩ ሃይማኖተኛ ይልምን እዩ ክደግሞ እየ ውሉድ ይሓትት እዩ ሃይማኖተኛ ከኣ ይልምን እዩ ስለዚ ናይ ጸሎት ዝዓበየ ምስጢር ኣቦነት እግዚኣብሔር ምርዳእ እዩ ናይ ጸሎት ዝዓበየ ምስጢር ውልድነትካ ምርዳእ እዩ ናይ ጸሎት ዝዓበየ ምስጢር ፍቕሪ ኣምላኽ ምርዳእ እዩ ፍልጠት ኣምላኽ ምርዳእ እዩ ሓልዮት ኣምላኽ ምርዳእ እዩ ድንጋጽ ኣምላኽ ምርዳእ እዩ እግዚኣብሔር ቀረባኻ ምዃኑ ምፍላጥ፣ እግዚኣብሔር ኣብ ውሽጥኻ ምዃኑ ምፍላጥ፣ እግዚኣብሔር ምሳኻ ምዃኑ ምፍላጥ። ሮሜ ሸሞንተ ዕስራን ሽዱሽተን እግዚኣብሔር መንፈስ ቅዱስ ምሳና ኮይኑ እዩ ዝጽሊ። እግዚኣብሔር መንፈስ ቅዱስ ኣባና ኮይኑ እዩ ዝጽሊ። እግዚኣብሔር መንፈስ ቅዱስ ኣብ ውሽጥና ኮይኑ እዩ ዝጽሊ። ክብሪ ንእግዚኣብሔር ይኹን። ጸሎት ሚስጥር እዩ። ሚስጥሩ ተዘይተረዲኡና ግን ኣድማዕ ኣይከውንን እዩ ጸሎትና። የድክመና ናይ ሃይማኖት ናይ ኣፍ ስለ ዝኾነ ምብዛሕ ቃላት ስለ ዝኸውን ማለት እዩ ስለዚ ኣብ ሰማያት እትነብር ኣቦና ክብሪ ንእግዚኣብሔር ይኹን ተኻለይቲ ትርጉማ ንሳ እያ ተቐዳመይቲ ኩሉ ከም ዝፈልጥ እግዚኣብሔር ከይለመንካ ኣፍካ ከይትኸፍቲ ከሎ ዝርዝር ኣሽሓት ድሌታት እንተሃለካ እውን ኩሉ ከም ዝፈልጦ እግዚኣብሔር ካብ ሕጂ ክሳብ እርግናኻ ዘሎ ከም ዝፈልጥ፣ ካልኣይ ኣቦነት እግዚኣብሔር ተረዲእካ ብናይ ፍቕሪ መንፈስ ምጽላይ። ክብሪ ንእግዚኣብሔር ይኹን። ብናይ ዝኽትምና መንፈስ ደይ ምጽላይ። ሳልሳይ ከምኡ ኢሉ ሓቀይ ማቴዎስ ሸውዓተ ካብ ትሽዓተ ክሳብ ዓሰርተ ሓደ ንስኻትኩም እኳ ክፉኣት ክነስኹም ኢሉ ጽቡቅ ህያብ ምሃብ ካብ ፈለጥኩም ክንደይ ድኣ ትሰምያው ኣቦኽ ክብሪ ንኣምራ ይኹን ሳልሳይ ስምካ ይቀደስ እንደገና ስምካ ይቀደስ ስምካ ይቀደስ እንዳበልና ኣብነ ዘበሰማያት ክንደግም ኣይኮነን ዝሂበና ስምካ ይቀደስ ኣብ ሰማይ ትነብር ኣቦና ስምካ ይቀደስ ክብል ከሎ ሃሎውድ ቢ ዮር ኔም እብል ኣብቲ ናይ እንግሊሽ ሃሎውድ ቢ ዮር ኔም እንታይ ማለት እዩ ንስም እግዚኣብሔርሲ ኣብ ብሉይ ኪዳውን ከምኡ ኢሉ ሓቂ ዘጸኣት ዕስራ ስም እግዚኣብሔር ኣምላኽካ ብኸንቱ ኣይተልዕል ኢሉ ኣብዚ ከኣ ስም እግዚኣብሔር ይቀደስ ክንጽሊ ከለና ስም እግዚኣብሔር እንዳቀደስና ክንጽሊ እንታይ ማለት እዩ ሽም ኣምላኽ ንዓና ፍሉይ ክኸውን ስም ኣምላኽ ንዓና ቅዱስ ክኸውን ብዕላማ እዮም ስቂሎም ኣይኮን ኣይሁዳውያን ሙሉእ ስም እግዚኣብሔር ኣይፅውዕዎን እዮም ሙሉእ ስም እግዚኣብሔር ኣይሁዳውያን ኣይፅውዕዎን እዮም ቆሪፆም እዮም ዝፅውዕዎ ተወሰነ ቃላት ኣብ መንጎ መንጎ ፊደላት የጉድሉ ከምዚ ንሕና እግዚኣብሔር ንብሎ እግዚኣብሔር ኣይብሉን እዮም ከምዚ ንሕና ኣምላኽ ንብሎ ኣምላኽ ኣይብሉን እዮም ኣይሁዳውያን ደፊሮም ሽሙ ኣይፅውዕዎን እዮም ወየዳእና ብሃይማኖት ለዊጦሞ ብዘይ ምርዳእ ዝገብርዎ ኮይኖም እምበር ዕላማ ኣለዎ እግዚኣብሔር ከምኡ ክምህሮም ከሎ ክብሪ ንእግዚኣብሔር ይኹን እንታይ ማለት እዩ ሽም ኣምላኽ ዘየድምዕ ተኮይኑ ካብ ኣፍካ ይወፅን እዩ ማለት እዩ ስለዚ ጎይታ የሱስ ክርስቶስ ውሉድ ኣምላኽ እየ ምስ በለ ይጻረፍ ኣሎ ኢሎም ቀቲሎሞ ምኽንያቱ ኣብ ሓድሽ ኪዳን ኢና ንሕና እግዚኣብሔር ኣቦ ኢልና ንጽውዕ እምበር ኣብ ብሉይ ኪዳን ኣቦ ክትብሎ ኣይትኽእልን ኢኻ ኣምላኽ ኣምላኽ እዩ ኣቦ ክትብሎ ይንኽእል ኒኻ ንእግዚኣብሔር መን መን ኮንካ ንስኻ ሓጢኣተኛስ ከመይ ጌርካ ኣቦ ትብሎ ብዳርባ እምኒ ጭፍልቑኻ ስለዚ ስምካ ይቀደስ ኢልኩም ጸልዩ ክብል ከሎ ሓይሊ ናይ ሽሙ ይረዳእኹም ማለት እዩ ሰብ ኢልኩም ሽሙ ኣይትጸውዑ ማለት እዩ። ሽም ኣምላኽ ጸዊዕኹም ነገራት ድሕር ዘይልወጥ ኮይኑ ብሃይማኖት ኢኹም ትጽውዕዎ ዘለኹም ሽሙ ብኸንቱ ኢኹም ትጽውዕዎ ዘለኹም ሽሙ ማለት እዩ። ስም እግዚኣብሔር ኣምላኽካ ብኸንቱ ኣይተልዕል ማለት ሽም እግዚኣብሔር ዘየድምዕ ዘይሰርሕ እንድሕር ኮይኑ ኣብ ህይወትካ ስኢልካ ኣይተልዕሎ ክብሪ ናይቲ ሽም ይረዳእኻ ማለት እዩ። ሓይሊ ናይቲ ሽም ይረዳእኻ ማለት እዩ። ፊልጵ ካልኣይ ምዕራፍ ጥቕሲ ዓሰርተ ሓደ ተሪእና ኣብ ሰማይን ኣብ ምድርን ልዕል ዝበለ ስም ከም ዝኾነ ልዕል ዝበለ ስልጣን ሓይልን ክብርን ከም ዝሃቦ እግዚኣብሔር ቃል ኣምላኽ ይነግረና እሞ ንምንታይ ደኣ ብሽም የሱስ ክንብል ከለና ኣጋንንቲ ዘይወጹ ተይልና ስም እግዚኣብሔር ስለ ዘይንቅድሰ እዩ ስም እግዚኣብሔር ስለ ዘይንቅድሰ እዩ ፍሉይነት ሽሙ ስለ ዘይርደና እዩ ክብሪ ናይ ሽሙ ስለ ዘይርደና እዩ ስለዚ ክትጽልዩ ከለኹም ስምካ ይቀደስ በሉ ማለት ንሱ እዩ ክትጽልዩ ከለኹም ክብሪ ሽሙ ይረዳእኹም ሓይሉ ሽሙ ይረዳእኹም ስም ማንነት እዩ ስም ትጽውዕ ኣይኮነን ስም ኣምላኽ ክንፈልጦ እዩ ተዋሂብና ክንጽውዖ ጥራይ ኣይኮነን ሽም የሱስ ክንፈልጦ እዩ ተዋሂብና ክንጽውዖ ጥራይ ኣይኮነን ስምካ ንሕዋተይ ኣፍለጥክዎም ኢሉ ጎይታ የሱስ ክርስቶስ ኣብ እብራውያን ስምካ ንሕዋተይ ከፍልጦም እዩ ኢሉ ኣብ ወንጌል ዮሃንስ ድማ ስምካ ኣፍለጥክዎም ኢሉ ሕጂ ስምካ ኣፍለጥክዎም ማለት ሽምካ ስምካ ያህወ ጅረ ከም ዝኮነ ያህወ ንሱ ከም ዝኮነ ነጊረዮም ማለት ኣይኮነን ወይ ድማ የሱስ ዝብል ሽም ፈሊጥና ማለት ኣይኮነን ሽምካ ነሕዋተይ ኣፍለጥክዎም ማለት መንነትካ ነሕዋተይ ኣፍለጥክዎም ማለት እዩ ሓይልካ ነሕዋተይ ኣፍለጥክዎም ማለት እዩ ክብርካ ነሕዋተይ ኣፍለጥክዎም ማለት እዩ ስም እግዚኣብሔር ናይ እግዚኣብሔር ኩለንትና እዩ ስም እግዚኣብሔር ሓይል እዩ ስም እግዚኣብሔር ክቡር እዩ ስም እግዚኣብሔር ማንነት እዩ ስም እግዚኣብሔር ምልኣት እዩ እቲ መትሓዚ ሳንጣ እቲ መትሓዚ ስፍራ ናይ እግዚኣብሔር ምልኣት ስሙ እዩ ያህወ ራፋ እንታይ ማለት እግዚኣብሔር ፈዋሲኻ እዩ ስለዚ ኣብቲ ያህወ ራፋ ዝብል ሽም እንድሕር ብርግጽ ተረዲኡና ኮይኑ ኩሉ ፈውሲ ናይ እግዚኣብሔር ኣብኡ ኣሎ ማለት እዩ። የሱስ ክንብል ከለና መድሓኒ ማለት እዩ። የሱስ ክርስቶስ ክንብል ከለና ቅቡእ መድሓኒ ማለት እዩ። ስለዚ ሽሙ ክንጽውዕ ከለና ናይ የሱስ ሓይሊ፣ ናይ የሱስ ቅብኣት፣ ናይ የሱስ ክብሪ፣ ናይ የሱስ ኣምላኽነት፣ ናይ የሱስ ኩለንትና ኣብ ሽሙ እዩ ዘሎ። ስለዚ እዩ ነቲ ሽሙ ተረዲእዎም ሽሙ ዝጽውዑ ኣጋንንቲ ዝንቅጥቀጡ። ሓደ ሓደ ግዜ ዋላ ሽሙ ከይጸዋዕካ ከለኻ ሽሙ ብምርዳእኻን ብምፍላጥካን ጥራይ ኣጋንንቲ ክንቀጥቀጡ ይኽእሉ እዮም። እቲ ቀንዲ ምጽዋዕ ኣይኮነን፣ ምዝራቡ ኣይኮነን ሽም እግዚኣብሔር እንታይ ደኣ ምፍላጥ እዩ፣ ምርዱ እዩ። እቲ ቀንዲ ሚስጥር እቲ ኣብ ውሽጥኻ ዘሎ ስም ኣምላኽ እዩ። እቲ ኣብ ውሽጥኻ ዘሎ ስም የሱስ እዩ። እቲ ፈሊጥካዮ ዘለኻ ስም የሱስ እዩ። እቲ ተረዲእኻዮ ዘለኻ ስም የሱስ እዩ። ስለዚ ድማ ከይተዛረብካዮ ከለኻ ይሰርሕ እቲ ስም። ከይጸዋዕኻዮ ከለኻ ይሰርሕ እቲ ስም። ስምካ ይቀደስ ማለት ንሱ እዩ። ስሙ ክትጽውዕ ከለኻስ ትርዕድን ትፈርሕን ትንቅጥቀጥን። ካብ ፍርሒ ተላዕለ ዘይኮነስ ካብ ፍቕርን ካብ ምርዳእን ተላዕለ ካብ ውልድነት ተላዕለ ካብ ክብሪ እተላዕለ ናይ ዓለም ፍርሒ ዘይኮነስ ናይ ኣምላኽ ፍርሒ ቅዱስ ፍርሒ ረቨረንስ ስለዚ ስምካ ይቀደስ ኢሉ ክብሪ ንእግዚኣብሔር ይኹን ስም ኣምላኽ ምቕዳስ ማለት ስም ኣምላኽ ምፍላጥ ማለት ስም ኣምላኽ ምኽባር ማለት እዩ ስም ኣምላኽ ምርዳእ ማለት እዩ የሱስ ጎይታ እዩ ሃሌሉያ ራብዓይ መንግስትኻ ትምጻእ ኢሉ። ፍቓድካ ከምቲ ኣብ ሰማይ ከምኡ ድማ ኣብ ምድሪ ይኹን ኢሉ ጥቕሲ ዓሰርተ ማቴዎስ ሽዱሽተ ዓሰርተ መንግስትኻ ትምጻእ ፍቓድካ ከምቲ ኣብ ሰማይ ከምኡ ድማ ኣብ ምድሪ ይኹን እንደገና ኣብነ ዘበሰማያት እንዳበልኩም መንግስትኻ ትምጻእ ፍቓድካ ከምቲ ኣብ ሰማይ ከምኡ ድማ ኣብ ምድሪ ይኹን እንዳበልኩም ደጋግምዎ ማለት ኣይኮነን። ብዛዕባ ምርዳእ እዚ ቃል እዚ ይዛረብ ዘሎ እምበር ብዛዕባ ነዚ ቃል እዚ ብኣፍካ ምዝራብ ኣይኮነን ዝዛረብ ዘሎ። ጸሎት ምዝራብ ኣይኮነን። ኩሉ ግዜ ንጸሊ፣ ኣገዳሲ ተኾይኑ ቃላት ንጠቀም። ብዙሕ ግዜ ናይ እግዚኣብሔር ሰባት ከምኡ እዮም ዝብሉ። ኩሉ ግዜ ንጸሊ፣ ነገር ግን ኣገዳሲ ተኾይኑ ጥራይ ቃላት ንጠቀም። ስለዚ ቃላት ከይተጠቐምካ ጸሎት ኣሎ። ስለዚ ብልብኻ ጸሎት ኣሎ። ስለዚ እግዚኣብሔር ናይ ልብኻ ጸሎት ይሰምዕ እዩ ክብሪ ንኣምላ ይኹን መንግስትኻ ትምጻእ ፍቓድካ ከምቲ ኣብ ሰማይ ከምኡ ድማ ኣብ ምድሪ ይኹን እንታይ ማለት እዩ ናይ ጸሎት ቀንዲ ሚስጥሩ መንግስቲ እግዚኣብሔር ኣብዚ ምድሪ እዚ ምግላጽ እዩ እዚ መንግስትኻ ትምጻእ ፍቓድካ ከምቲ ኣብ ሰማይ ከምኡ ድማ ኣብ ምድሪ ይኹን ክብል ከሎ ማቴዎስ ምዕራፍ ሽዱሽተ ስለ ዝኾነ ገና የሱስ ኣይሞተን ደሎ ገና ካይሞተ ከሎ መንግስትኻ ትምጻእ ኢልካ ክትጽሊ ትኽእል ኢኻ የሱስ ሞይቱ ምስ ተስእ ግን ከምቲ ኣብ ምዕራፍ ዓሰርተ ሸውዓተ ሉቃስ ዕስራን ሓደን ኢልዎ ዘሎ እታ መንግስቲ እንሃም ማእኸልኩም ኣላ ብምትሕልላው ኣይትመፅን እያ ኢሎም። እታ መንግስቱ ኣባኹም እያ ዘላ ኢሎም። ሕጂ መንግስቲ ኣምላኽ ኣባና እያ። የሱስ ስለ ዝሞተ፣ የሱስ ስለ ዝተስሰዐ፣ ንሕና ድማ ስለ ተቐበልናዮ፣ ዳግም ድማ ስለ ተወለድና፣ ሳላ ደሙ እታ መንግስቲ ሎሚ ኣብ ውሽጥና እያ። መንግስቲ ኣምላኽ ብሕጂ ትመፅን እያ። ነፍሲ ወከፍ ኣማኒ መንግስቲ ኣምላኽ ተሸኪሙ እዩ ዝዘውር ዘሎ። ኣነ መንግስቲ ኣምላኽ ተሸኪመ እየ ዝዘውር ዘለኹ። ንስኺ ንስኻ መንግስቲ ኣምላኽ ተሸኪምኩም ዝዘር ዘለኹም ክብርና ኣምላ ይኹን። መንግስት ኣምላኽ ተሸኪምና ኢና ንዘውር ዘለና እታ መንግስቲ ውሽጥና እያ ዘላ ካብዚ መንግስት ዓለም ንላዕሊ ካብ መንግስት ኣሜሪካ ንላዕሊ ካብ መንግስት ኣውሮጳ ንላዕሊ ካብ መንግስታት ሃገራትን ዓለምን ንላዕሊ ሓያል ዝኾነት ምልኣት ዘለዋ ሓይሊ ዘለዋ ክብሪ ዘለዋ ሰራዊት ዘለዋ ዕላማ ዘለዋ መንግስቲ እዛ ዓባይ መንግስቲ ኣብ ልብና ተሸኪምና ነብሲ ወከፍና ንመላለስ ዘሎና። ነገር ግን ከኣ መንግስትኻ ትምጻእ ፍቓድካ ከምቲ ኣብ ሰማይ ከምኡ ድማ ኣብ ምድሪ ይኹን ኢልኩም ጸልዩ። ቅድሚ የሱስ ምሟቱ መንግስትኻ ትምጻእ ኢልካ ክትጽሊ ትኽእል ኢኻ። ድሕሪ የሱስ ምሟቱ መንግስትኻ ትምጻእ ማለት ግን መንግስትኻ ትገለጽ ማለት እዩ ኦልረዲ መጽያ ሳባና እያ ዘላ ስለዚ መንግስት ኣምላኽ መንግስትኻ ትምጻእ ኢልኩም ጸልዩ ክብል ከሎ ጎይታ እንታይ እዩ ዝብል ዘሎ ዕላማ ናይ ጸሎትኩም መንግስተይ ንምግላጽ ይኹን እዩ ዝብል ዘሎ ዕላማ ናይ ጸሎትና ዝብላዕ ዝስተ ክንረክብ ኣይኮነን መኪና ክንዝውር ኣይኮነን ገንዘብ ወርቂ ክንረክብ ኣይኮነን ከምቲ ንሕና ኣርእስቲ ጸሎት ንድርድሮ ናይ ጸሎት ዕላማ እሱ ኣይኮነን እንታይ ደኣ ጸሎት ተረዲእና መንግስቲ ኣምላኽ ኣብዚ ምድሪ እዚ ክትግለጽ እታ ሕማም ዘይብላ ድኽነት ዘይብላ ጭንቀት ዘይብላ ኣጋንንቲ ዘይብላ ጸልማት ዘይብላ መከራ ዘይብላ ድንቁርና ዘይብላ ሕንፍሽፍሽ ዘይብላ ናይ እግዚኣብሔር መንግስቲ እታ ኣብ ውሽጥና ዘላ ኣብ መንፈስና ዘላ መንግስቲ ብርሃን ጥዕና ፈውሲ ሓይሊ በረኸት ሃብቲ ምልኣት ዘለዋ ኣብ መንፈስና ዘላ መንግስቲ ኣምላኽ ንኽትግለጽ ናይ ጸሎት ዕላማ ንሱ እዩ እቲ ዝዓበየን ቀንድን ናይ መዓልታዊ ኣርስ ጸሎትና ምርዳእና ክኸውን ዘለዎ መንግስቲ ኣምላኽ ኣብዚ ምድሪ እዚ ንኽትግለጽ እዩ መንግስቲ ኣምላኽ ኣብዚ ምድሪ እትግለጽ ድማ ስለ ዝበልካያን ስለ ዝጸለኻን ወይ ድማ ኣፍካ ስለ ትኸፍተን ኣይኮነን፣ ስለ ተረድኣካ እዩ። እንተ ጸለኻ እውን ብምርዳእ ስለ ዝጸለኻ እዩ። ኣፍካ እንተ ተኸፍተ እውን ብምርዳእ ኣፍካ ስለ ተኸፍተ እዩ። ስለዚ መንግስትኻ ትምጻእ፣ ፍቓድካ ከምቲ ኣብ ሰማይ ከምኡ ድማ ኣብ ምድሪ ይኹን ክብል ከሎ ፍቓድ ኣምላኽ ኣብ ሰማይ እንታይ እዩ? ወይ ድማ ክውንነት ናይ ሰማይ እንታይ እዩ? ሰማይ እንታይ እያ ትመስል? ልክዕ እታ ሰማይ ዝኾነቶ ኣብዚ ምድሪ ምምጻእ ናይ ጸሎት ዕላማ ንሱ'ዩ። ስለዚ ጸሎትና ምድማዕ ዝኣብ ምኽንያቱ ናትና ጸሎት ገንዘብ ንምርካብ እዩ፣ ወርቂ ንምርካብ እዩ፣ ጥዕና ንምርካብ እዩ፣ ዘድልየና ነገር ንምርካብ እዩ፣ ንእሽተይ ነገር ንምርካብ እዩ፣ ምድራዊ ነገር ንምርካብ እዩ፣ ግዝያዊ ነገር ንምርካብ እዩ። በዚ ምርዳእ'ዚ እንድሕር ጸሊና ግን ዘድልየና ኩሉ ኣብኡ ይጠቓለል እዩ። ስለዚ'ዩ ቀድም መንግስቲ ኣምላኽን ጽድቁን ድለይሉ ዝተረፈ ኩሉ ክውሰኸልኩም ብዛዕባ እታ መንግስቲ እንድሕር ጸሊኻ ዝተረፈ ኩሉ ምስታ መንግስቲ ይድመጽ ዝጎደሎ ኩሉ ምስታ መንግስቲ ይድመጽ ምክንያቱ እታ መንግስቲ ኩሉ ነገር ኣለዋ ስለዚ ሞዴል ናይ ጸሎት እዩ ዝህቦም ዘሎ ጎይታ ኣብዚ ኣብነት ናይ ጸሎት መዕቀን ናይ ጸሎት መምዘን ናይ ጸሎት ቀንዲ ዕላማ ናይ ጸሎት መንግስቲ ኣብ ምድሪ ምግላጽ እዩ። እታ ኣብ ውሽጥኹም ዘላ መንግስቲ ምግላጽ እዩ። ምልኣታ ምግላጽ እዩ። ጥዕናኣ ምግላጽ እዩ። ፈውሳ ምግላጽ እዩ። ምንጋፋ ምግላጽ እዩ። ብርሃና ምግላጽ እዩ። በረኸታ ምግላጽ እዩ። ፍቓድ ኣምላኽ ኣብ ሰማይ ጥዕና እዩ። ፍቓድ ኣምላኽ ኣብ ሰማይ በረኸት እዩ። ፍቓድ ኣምላኽ ኣብ ሰማይ ብርሃን እዩ። ፍቓድ ኣምላኽ ኣብ ሰማይ ሰላምን ሓጎስን እዩ። እዚ ብ ሰማይ ዘሎ ፍቃዱ ድማ ምስታ መንግስቲ ኣብ ውሽጥና ኣትዩ ኣብ መንፈስና ፍቃድ ኣምላኽ ኣሎ ኣብ መንፈስና ፈውሲ ኣሎ ጥዕና ኣሎ በረኸት ኣሎ ሓይሊ ኣሎ ምልኣት ኣሎ ናትና ስራሕ ድማ ብጸሎት ንዑ ምግላጽ ክብሪ ንእግዚኣብሔር ይኹን መንግስትኻ ትምጻእ ፍቃድካ ከምቲ ኣብ ሰማይ ከምኡ ድማ ኣብ ምድሪ ይኹን ሓምሻይ ክብሪ ንኣምና ይኹን ሓምሻይ ናይ ዕለት እንጌራና ሎሚ ሃበና ናይ ዕለት እንጌራና ሎሚ ሃበና እንደገና ኣምነብ ዘፍሰማየት እንዳበልና ናይ ዕለት እንጌራና ሎሚ ሃበና ናይ ዕለት እንጌራና ሎሚ ሃበና ኢልና ከም ሃይማኖት ክንደጋግሞ ደይኮነሲ ንሓደ ነገር እዩ ናይ ዕለት እንጌራና ሎሚ ሃበና ሓደ ነገር እዩ ዘዘክረና ወይ ድማ ብዛዕባ ጸሎት ሓደ ነገር እዩ ዝምህረና ጸሎት መዓልታዊ ምዃኑ መጀመርያ ደይሊ ምዃኑ መዓልታዊ ናብኡ ምእንቲ ክንመጽእ እዩ ናይ ዕለት እንጌራና ሎሚ ሃበና ኢሉ ንኣምላኽ ዘገድሶ እቲ ናይ ዕለት እንጌራኻ ኣይኮነን እንታይ ደኣ እቲ ነንዕለቱ ናብኡ ምምጻእኻ እዩ ክደግመ ንኣምላኽ ዘገድሶን ዘጨንቖን ናይ ዕለት እንጌራኻ ኣይኮነን ንኣምላኽ ዘገድሶን ዘጨንቆን ነንዕለት መዓልታዊ ናብኡ ምምጻእካ እዩ እቲ ቶታል ዲፐንደንስ ንብሎ ጸሎ ጸሎት ማለት ቶታል ዲፐንደንስ እዩ ጸሎት ማለት ሙሉእ ብምሉእ ኣብ እግዚኣብሔር ምሙርካስ ማለት እዩ ጸሎት ማለት ካብ ንግሆ ስጋዕ ምሸት ኣብ እግዚኣብሔር ምሙርካስ ማለት እዩ ከምቲ ዓሳ ካብ ማይ ወፂ ክነብር ዘይክእል ከምቲ ብዘይ ኦክስጅን ክንነብር ዘይንኸል ከምቲ ብዘይ ደም ክንነብር ዘይንኸል ልክዕ ከምኡ ኣብ እግዚኣብሔር ቶታሊ ዲፐንድ ምእንቲ ክንከውን እዩ መዓልታዊ ኢሉና ስለዚ እግዚኣብሔር ናይ ዓመት ኣይበካኒ ናይ ወርሒ ይበካኒ መዓልታዊ እዩ ዝበካ ስለዚ ማና ክወርድ ከሎሲ ንፅባሕ ከይተቐምጡ ኢልዎ እቲ ዕላማ ንሱ እዩ ማና ክወርድ ከሎ ብሉይ ኪዳን ንጽባሕ ከይተቐምጡ ኢልዎም እንተቐሚጥኩም ክምሽምሽ እዩ እቲ ፕሪንሲፕል ዘሰየም እዩ ፕሪንሲፕል እዩ ኣብ ሓድሽ ኪዳን እውን ዝምህረና ዘሎ ናይ ዕለት እንጌራና ሎሚ ይሃበና ክብሪ ንእግዚኣብሔር ይኹን እንታይ እዩ ዝብል ዘሎ እግዚኣብሔር መዓልታዊ ምፁ ንሱ እዩ ዘገድሰኒ ሚስጥር ናይ መንግስቲ ኣምላኽ መዓልታዊ ናብ ኣምላኽ ምምፃእ እዩ ሚስጥር ናይ ፀሎት መዓልታዊ ናብ ኣምላኽ ምምፃእ እዩ ሚስጥር ናይ ጸሎት መዓልታ ምስ እግዚኣብሔር ዝምድና ምምስራት እዩ። ሚስጥር ናይ ጸሎት መዓልታዊ ምስ እግዚኣብሔር ዝምድና ምህናጽ እዩ። እቲ እንጌራ ኣይኮነን ኣገዳሲ ብዚ ንሕና ብዛዕባ እንጌራ ኢና ንዛረብ ትገዳሲ ብዚ እንጌራ ኣይኮነን ናይ ሰብ ድሌት ኣይኮነን ናይ ሰብ ድሌት ናይ እግዚኣብሔር ኣርእስቲ ኣይኮነን ናይ ሰብ ድሌት ብዲፎልት እዩ ዝውሰኽ ከምኡ ስኢሉ ይስዕብ ስቂሉ ይውሰኽ ስቂሉ እቲ በረኸት ይግለጽ ናትና ስራሕ ከ መዓልታዊ ናብኡ ምጽእ ነንዕለቱ ናብ እግዚኣብሔር ምምጻእ እቲ ዝምድና እዩ ኣገዳሲ ጸሎት እዩ ኣገዳሲ እቲ ሕብረት ምስ እግዚኣብሔር እዩ ኣገዳሲ እቲ ንኣምላኽ ምፍላጥ እዩ ኣገዳሲ እቲ ናይ ኣቦን ናይ ውሉድን ዝምድና ምድልዳል እዩ ኣገዳሲ ናይ ዕለት እንጌራና ሎሚ ሃበና ክብሪ ንእግዚኣብሔር ይኹን። ስለዚ ስለዚ እዩ ነገራት ይባላሸወና ልካ ከምቲ ማና ነገራት ይምሽምሽ ነገራት ኣይፅብቕን ነገራት ሕልቕልቕ ብል ነገራት ይዱንጊ ንምንታይ ንፅባሕ ንሓስብ ስለ ዘለና ንድሕሪ ፅባሕ ንሓስብ ስለ ዘለና ንድሕሪ ወርሒ ነቐምጥ ስለ ዘለና እግዚኣብሔር ከ እንታይ ብል ናይ ዕረትን ጌራና ሎሚ ሃበና ሎሚ ሎሚ፣ ዕብራውያን ከምኡ ኢሉ ኣሎ፣ ሎሚ ክበሃል ከሎ እዩ ንኣምላኽ ዘገድሶ፣ ሎሚ እዩ። እቲ ምስጢር ዘሎ ኣብ ሎሚ እዩ። ዝምድና ዝምስረት ኣብ ሎሚ እዩ። ዝምድና ዝህነጽ ኣብ ሎሚ እዩ። ሎሚ መኣስ እዩ? ሎሚ። ሎሚ መኣስ እዩ? ጽባሕ። ሎሚ መኣስ እዩ? ድሕሪ ጽባሕ። ሎሚ መኣስ እዩ? ኩለን መዓልትታትና ሎሚ እየን ኣብ ቅድሚ እግዚኣብሔር። የሱስ ጎይታ እዩ። ሻድሻይ፣ ንሕና ንዝበደሉና ኸም ዝሓደግናሎም በደልና ሓደገልና። ንሕና ንዝበደሉና ኸም ዝሓደግናሎም በደልና ሓደገልና ኢልኩም ጸልዩ። እንደገና ኣብነ ዘበሰማያት እንዳበልና ንሕና ንዝበደሉና ከም ዝሓደግናሎም በደልና ሓደገልና ኢልና ጥቕስ ዓሰርተ ክልተ ኢና ነንብብ ዘለና ማቴዎስ ሽዱሽተ ዓሰርተ ክልተ ንሕናን ዝበደሉና ከም ዝሓደግናሎም በደልና ሓደገልና እንዳበልና ክንደጋግሞ ኣይኮነን። እንታይ ደኣ ኩሉ ግዜ ጎይታ የሱስ ክርስቶስ ጸሎት ክምህር ከሎ ዋላ ማርቆስ ዓሰርተ ሓደ ዕስራን ኣርባዕተን ዕስራን ሓሙሽተን እንተንቢብና ኩሉ ግዜ ብዛዕባ ጸሎት ክዛረብ ከሎ ጎይታ የሱስ ክርስቶስ ኣብ መወዳእታ ዝዛረባ ሓደ ነገር እያ ምሕረት ምሕረት ምሕዳግ ምሕረት ምግባር ንጸሎት ሓይሊ ዝህቦ ምሕረት ምግባር እዩ። ናይ ጸሎት ሚስጥር ምሕረት እዩ። ናይ ጸሎት ሚስጥር ብምሕረት ዝተመልአ ልቢ እዩ። ናይ ጸሎት ሚስጥር ይቕሬታ እዩ። ጸሎት ኣድማዒ ዝኸውን ምሕረት ምስ እንገብር እዩ። ጸሎትካ ከይተድምዕ እንድሕር ኮይኑ ጸላኢ እንታይ እዩ ዝገብረካ ኣብ ቂም እዩ ዘንብረካ ኣብ ጽልኢ የንብረካ ኣብ ሕርቃን የንብረካ ንሓውኻ ምሕረት ኣይትገብረሉን ኢኻ ይቕረ ኣይትብለሉን ኢኻ ስለዚ ንሕናን ዝበደሉና ከም ዝሓደግናሎም በደልና ሕደገልና ምሕረት ሚስጥር እዩ ከምኡ ኢሉ ኣሎ ኣብ ማቴዎስ እውን ሓቀይ ምዕራፍ ሽዱሽተ መባእኻ ወይ ድማ እቲ ትስውኦ ነገር ኣብቲ መሰዊ ግደፎ ኢሉ ኬድካ ቅድም ምስ ሓውኻ ተዓረቕ እንታይ ማለት እዩ ብዘይ ዕርቅን ብዘይ ምሕረትን ብዘይ ፍቕርን ብዘይ ይቕሬታን መስዋእቲ ይኹን ኣምልኾ ይኹን ኣገልግሎት ይኹን ጸሎት ይኹን ኣየድምዕን እዩ ባዶ እዩ ዝኸውን ኣብ ህይወትና ጸሎትና ዘየድምዕ ይኸውን። ጸሎትና ሓይሊ ዘይብሉ ይኸውን። ንጽሊ ንጽሊ ንጽሊ መልሲ የለን። ንጽሊ ንጽሊ ንጽሊ ጸሎትና ለውጢ ከምጽእ ኣይክልን እዩ። ምሕረት ምሕረት ምግባር ምስ እግዚኣብሔር ኮኔክሽን እዩ ዝፈጥር። ምሕረት ምስ እግዚኣብሔር ኮኔክሽን እዩ ዝፈጥር። ምሕረት ንጸሎትካ ኣድማዕ እዩ ዝገበሮ። ምሕረት እንዲ ጸሎትካ ከም ዝሰርሕ እዩ ዝገብሮ ክብሪ ንእግዚኣብሔር ይኹን ስለዚ እግዚኣብሔር ወይ ቃል ኣምላኽ ከም ቆልዑት ክንከውን ዓያሹ ክንከውን ንክፉእ ነገር ዝምዕደና ዓያሹ ክንከውን ከም ቆልዑት ክንከውን ንምንታይ ቂም ሓደገኛ እዩ ምጽብጻብ ሓደገኛ እዩ ጽልኢ ሓደገኛ እዩ ሕርቃን ሓደገኛ እዩ ምሕረት ዘይምግባር ሓደገኛ እዩ እቲ ዝዓበየ ምስጢር ናይ ጸሎት ምሕረት እዩ። እቲ ዝዓበየ ምስጢር ናይ ጸሎት ይቕሬታ እዩ። እቲ ዝዓበየ ምስጢር ናይ ጸሎት ብምሕረት ዝተመልአ ልቢ እዩ። የሱስ ጎይታ እዩ ንሕናን ዝበደሉና ከም ዝሓደግናሎም በደልና ሓደገልና ምሕረት ክንገብር ከለና ብምሕረት ንምላእ ምሕረት ክንገብር ከለና ምሕረት ይወሃበና። ምሕረት ክንገብር ከለና ናይ ምሕረት ጸሎት ንጽሊ። ምሕረት ክንገብር ከለና ናይ ምሕረት ቅብኣት ንቕባእ፣ ናይ ምሕረት ሓይሊ ንረክብ፣ ናይ ምሕረት ጸጋ ንረክብ፣ ናይ ምሕረት ክብሪ ንረክብ። ምሕረት ሓያል እዩ። ምሕረት ብርቱዕ እዩ። የሱስ ጎይታ እዩ። ስለዚ ኣብ መወዳእታ ሻብዓይ ሚስጥር ናይ ጸሎት፣ መዐቀኒ ወይ መምዘኒ ናይ ጸሎት፣ ወይ ድማ ምዕራፍ ሽዱሽተ ንሪኦ ሚስጥር፣ ካብ ክፉእ ኣድሕነና እምበር ናብ ፈተና ኣይተእትወና። ማቴዎስ ሽዱሽተ ዓሰርተ ሰለስተ፣ ካብ ክፉእ ኣድሕነና እምበር ናብ ፈተና ኣይተእትወና። ያእቆብ ምዕራፍ ሓደ እንታይ እዩ ዝብለና ጥቕሲ ዓሰርተ ሰለስተ? ኣምላኽ ስብኡኪ ኣይፍትንን እዩ ባዕሉ ንሓደ እኳ ኣይፍትንን እዩሞ ኣምላኽ ብእኩይ ኣይፍተንን እዩ ባዕሉ ንሓደ እኳ ኣይፍትንን እዩሞ ሓደ እኳ ምስ ተፈተነ ኣምላኽ ፈቲኑና ኣይበል እግዚኣብሔር ፈታኒ ኣይኮነን ፈታኒ ዘ ቴምፕተር ድበሃል ሰይጣን በዓል እዩ ፈታኒ ናይ ሰይጣን ሽም እግዚኣብሔር ኣይፍትንን እዩ ስለዚ ካብ ክፉእ ኣድሕነና እምበር ናብ ፈተና ይትእትወና ክብል ከሎ እግዚኣብሔር ስለ ዝፍትና ኣይኮነን እንታይ ደኣ ኣብነት ናይ ጸሎት እዩ ዝበና ዘሎ ጎይታ እንታይ እዩ ዝብል ዘሎ ኣብዛ ዓለም እዚኣ ክፉእ ስለ ዘሎ ኣብዛ ዓለም እዚኣ ፈተና ስለ ዘሎ ኣብቲ ናብቲ ካብ ካብ ፈተና ክሕልወካ ዝኽእል ኣምላኽ ተማዕቆብ ብመሰረት መዝሙር ቴስዓን ሓደን ሓደ ካብቲ ናይ ጸሎት ሚስጥር ኣብ እግዚኣብሔር ምምዕቋብ እዩ ጸሎት ፕሮቴክሽን እዩ ካብ ክፉእ ኣድሕነና እምበር ናብ ፈተና ኣይትእትወና ኢልካ ጸሊ ኣይትጸሊ ብዘየገድስ ዝጽሊ ሰብ ኩሉ ግዜ ኣብ ትሕቲ ሓለዋ ኣምላኽ እዩ። ስለዚ እንታይ እዩ ዝብል ዘሎ? እዚ ሓሳብ እዚ ኣብ ግምት እቲኹም ጸሊ እዩ ዝብል ዘሎ። በዚ ምርዳእ እዚ ጸሊ እዩ ዝብል ዘሎ ጎይታ። ክፉእ ከም ዘሎ እንዳተረዳእኩም ጸልዩ። ፈተና ከም ዘሎ እንዳተረዳእኩም ጸልዩ። ቀዳማይ ጴጥሮስ ሓሙሽተ ሸሞንተ እንዳተረዳእኩም ጸልዩ። ሰይጣን ዝውሕጠ ደልዩ ከም ዝጓዝም ኣንበሳ ኣብ ዙርያኹም ይዘውር ኣሎ እሞ ንቕሑን ጸልዩ። ስለዚ ኣብ ማቴዎስ ምዕራፍ ሽዱሽተ እንታይ እዩ ዝብለና ዘሎ ጎይታ ኣብ ዓለም ክፉእ ኣሎ ኣብ ዓለም ፈተና ኣሎ ኣብ ዓለም ሰይጣን ኣሎ ብልዕ- ኣብ ዓለም ጸልማት ኣሎ ብልዕ- ኣብ ዓለም ኣጋንንቲ ኣሎ ለይትን ቀትርን ዘይድቅሱ ጸላእ ኣለኩም ሓደ ካብቲ ሓደ ሓደ ግዜ ጸጋ ክንምህር ከለና ንጋገዮ ነገር እንታይ እዩ? ኣብዚ ናይ እምነት ትምህርቲ ወይ ናይ ጸጋ ትምህርቲ ንጋገዮ እንታይ እዩ? ቶታሊ ሰይጣን ከም ዘየለ ቶታሊ ባዶ ከም ዝኾነ ንዛረብ ሰይጣን ባዶ ዝኸውን ማንነትና ምስ ተረዳእና ጥራይ ባዶ ሰይጣን ዝበሃል የለን ድኹም ሰይጣን ዝበሃል የለን ሰይጣን ድኹም ዝኸውን ሰይጣን ሓሰኻ ዝኸውን ሰይጣን ዜሮ ዝኸውን ማንነትካ ምስ ተረዳእካ እዩ ማንነቱ ኣብ ዝተረድኦ ኣማኒ ሰይጣን ዜሮ እዩ ሰይጣን ሓሰኻ እዩ ሰይጣን ድኹም እዩ ሰይጣን ምንም ነገር ክገብር ኣይክእልን እዩ ክፉእ ኣባኻ ይሰርሕን እዩ ጸልማት ኣባኻ ይሰርሕን እዩ ፈተና ኣባኻ ይሰርሕን እዩ ኣብዚ ዓለም ዘሎ ዋላ ኣብ ዙርያኻ እንተዘረ ከምቲ ጴጥሮስ ኢልዎ ዘሎ ለይትን ቀትርን እንተዘረ ሰይጣን ምንም ነገር ክገብር ኣይክእልን እዩ መንነትካ ተተረዲእካ ጎይታ ግን ኣብ ዝብል ዘሎ እንታይ እዩ ኩሉ ግዜ ንህይወትኩም ኣብ ጸሎት ኣማዕቅዋ እዩ ዝብል ዘሎ። ካብ ናይ ጸሎት መንፈስ ኣይትውጽኡ እዩ ዝብል ዘሎ። ብጸሎት ኣብ ሓለዋ ኣምላኽ እተው እዩ ዝብል ዘሎ። ብጸሎት ኣብ ጽላል ኣምላኽ እተው እዩ ዝብል ዘሎ። ጸሎት ፕሮቴክት ይገብረካ እዩ ዝብል ዘሎ። ጸሎት ይሽፍነካ እዩ። ምክንያቱ ኣብ ጸሎት ህላውነት ኣምላኽ ኣሎ። ኣብ ጸሎት ኣምላኽ ባዕሉ ኣሎ። ኣብ ጸሎት ሓይሊ ኣምላኽ ኣሎ። ኣብ ጸሎት ቅብኣት ኣምላኽ ኣሎ። ኣብ ጸሎት ብርሃን ኣምላኽ ኣሎ። ጸሎት ይሽፍነካ እዩ። ጸሎት የንብረካ እዩ። ጸሎት ይመርሓካ እዩ። ጸሎት ይሕልወካ እዩ። ጸሎት ሓዊ ይፈጥር እዩ ብዙርያኻ። ጸሎት ኣብ ልዕሊ ጸላእትኻ ሓለዋ ይፈጥር እዩ። ክትጽሊ ከለኻ ሓዊ ኮይንካ ኢኻ ትህሙ ከም ጸላእቲ ክቐርቡኻ ኣይደልዩን እዮም። ኣጋንንቲ ናብ ጸላይ ሰብ ክቐርቡ ኣይደልዩን እዮም። ስለዚ ክብሪ ንእግዚኣብሔር ይኹን እተን ሸውዓተ ነጥብታት እዚኤን እየን። በዚ ምርዳእ እዚ ክንጽሊ ነዘን ሸውዓተ እንዳሓሰብና ክንጽሊ ኣብ ግምት ክነእትወን ኩሉ ግዜ ኣቦነት እግዚኣብሔር እንዳ ተረዲእና ካብ ዘኽተምና መንፈስ ወጺእና ክንጽሊ እግዚኣብሔር ኩሉ ከም ዝፈልጥ እንዳተረዳእና ክንጽሊ ገና ናብ ጸሎት ክንከይድ ክናስ ይፈልጥ ኢልና ክንከይድ ናብቲ ስፍራ ጸሎት ኣምላኸይ ክጽሊ ይኸይድ ኣለኹ ግን ጸሎተይ ኩሉ ይፈልጦ ዘድልየኒ ኩሉ ይፈልጥ መዝጊብዎ ኣሎ ዝብል ምርዳእ ካልኣይ ኣቦነቱን ፍቕሩን ተረዲእና ሕብረት ክንምስርት ካብ ናይ ዝኽትምናን ንብዓትን ብኽያትን ፍርሕን ጭንቀትን ክንወጽእ። ሳልሳይ፣ ስም እግዚኣብሔር ክንቅድስ፣ ሚስጥር ስሙን ሓይሊ ስሙን ክርደእና። እቲ ሚስጥር ስም ኣምላኽ ምጽዋዕ ዘይኮነ ስም ኣምላኽ ምርዳእ ምዃኑ ክርደእና። ራብዓይ፣ ቆሎ ጥጥቖ ክንልምን ወርቅን ብሩርን ክንልምን ዘይኮነስ መብታ ውሽጢ ኣብ ውሽጥና ዘላ መንግስቲ ኣምላኽን ፍቓድ ኣምላኽን ምግላጽ ከም ዝኾነ ቀንዲ ናይ ምስጢር ናይ ጸሎት ክንርዳእ ሓምሻይ ናይ ዕለት እንጌራና ሎሚ ሃበና እቲ እታ እንጌራ ዘይኮነት ኣገዳሲት ሲ እታ ዕለት ትብል ከም ዝኾነት ኣገዳሲት ነንዕለቱ ናብኡ ምምጻእ ከም ዝኾነ ዘገድሶ እግዚኣብሔር እንጌራ ኣይኮነን ዘገድሶ እግዚኣብሔር እንታይ ዳ ነንዕለቱ ናብኡ ምምጻእ ሻድሻይ፣ ንሕናን ዝበደሉና ከም ዝሓደግናሎም በደልና ሕደገልና፣ ምሕረት እግዚኣብሔር እንዳተረደእና ክንጽሊ ኩሉ ግዜ፣ ሓይሊ ናይ ምሕረት፣ By hook by crook፣ ምሕረት ዕጥቅና ክኸውን ከም ዘለዎ፣ ኣብ መወዳእታ ጸሎት ሓለዋ ምዃን ካብ ክፉእ ኣድሕነና እምበር ናብ ፈተና ኣይተእትወና ማለት ኩሉ ግዜ ክፉእ ከም ዘሎን ህይወትና ድማ ብጸሎት ኩሉ ግዜ ኣብ እግዚኣብሔር ከነማዕቁባ ከም ዘለና ካብ ናይ ጸሎት ከለላ ክንወጽእ ከም ዘይብልና እዘን ሸውዓተ እዚኤን ኩሉ ግዜ በዘን ምርዳእ እዚኤን ክንጽሊ ጎይታ ይደልየና ንጸሊ። Thank you Jesus Thank you Jesus ተመስገን እግዚኣብሔር ኣምላኸይ ሃሌሉያ ተመስገን ተመስገን እግዚኣብሔር ኣምላኸይ ስለ ቃልካ ተመስገን ስለ መንፈስካ ተመስገን ስለ ዘገልገልካና ተመስገን ስለ ምስጢር ጸሎት ተመስገን ስለ ሓይሊ ጸሎት ተመስገን ስለ ኸብሪ ጸሎት ተመስገን ስለ ናይ ጸሎት በረኸት ጎይታ ነመስግነካ ኣሎና ሕጂ ድማ ይጽሊ ኣሎኹ ብየሱስ ክርስቶስ ስም ኣባይን ኣብ ኣሕዋተይን ናይ ጸሎት ሓይሊ ክኸውን እጽሊ ኣሎኹ ናይ ጸሎት መንፈስ ክኸውን ናይ ጸሎት ክብሪ ክኸውን ብሽም የሱስ የዒንትና ካብ ኩሉ ነገር ኣልዒልና ዕስራን ኣርባዕተን ሰዓት ግዜና ንጸሎት እግዚኣብሔር ኣምላኸይ ክንጥቀመሉ ክትረድኣና ይጽሊ ኣሎኹ ብየሱስ ክርስቶስ ስም ናይ ጸሎት መንፈስ ይብል ኣሎኹ ብየሱስ ክርስቶስ ስም ናይ ጸሎት ሓዊ ይብል ኣሎኹ ብሽም የሱስ ክርስቶስ ስም ሳት መንፈስ ቅዱስ ሓዊ መንፈስ ቅዱስ ሓዊ መንፈስ ቅዱስ ሓዊ መንፈስ ቅዱስ ሳት መንፈስ ቅዱስ ይብል ኣለኹ ሳት መንፈስ ቅዱስ ኣብ ልብኹም ሳት መንፈስ ቅዱስ ኣብ ኣእምሮኹም ሳት መንፈስ ቅዱስ ኣብ- ኣብ ልሳንኩም እብላ ኣለኹ ሓዊ መንፈስ ቅዱስ ኣብ ቤትኩም እብላ ኣለኹ ሳት መንፈስ ቅዱስ ኣብ ደቅኹም እብላ ኣለኹ ሳት መንፈስ ቅዱስ ኣብ ነገር ኩ- ኩሉ ይብላ ኣለኹ እሳት መንፈስ ቅዱስ ሓዊ መንፈስ ቅዱስ ሓዊ መንፈስ ቅዱስ ክብሪ መንፈስ ቅዱስ ሓይሊ መንፈስ ቅዱስ ይብል ኣለኹ ብሽም የሱስ ምሉእ ፈውስ ይኹን ኣብ ህይወትኩም ብሽም የሱስ ምሉእ ክብሪ ይኹን ኣብ ህይወትኩም ብሽም የሱስ ሓይሊ ይኹን ኣብ ህይወትኩም ብሽም የሱስ ብርሃን ይኹን ኣብ ህይወትኩም ብሽም የሱስ ትራንስፎርሜሽን ይኹን ኣብ ህይወትኩም